ሰላም ሰላም ክብራት ተኸታተልትና ከመይ ውዒልኩም እንኳብ ደሓን መፃኩም ሸር ሸር ግበርሎ እሞ ጠጥፍ ኢልና ናብዚ ናይ ሎሚ ኣገዳሲ ዝኾነ መደብና ክንኣቱ ብምምፃእኩም ግን ደጊመ ከምቲ ልሙድ ከመስግነኩም እደሊ ራይት የ ዕዳጋ ከም ትሪእዎ ዘለኹም ቁርብ ንላዕሊ ገፁ ክንቀሳቐስ ፀኒሑ ወይ ውዒሉ ንብሎ ኤንቪድያ ከባቢ 2.5 ፐርሰንት ንላዕሊ ገዛ ክትከይድ ከላ ከም በዓል ተስላ ዝኣመሰላ ከኣ ክልተ ሚእትን ሰላሳን ሽዱሽተን ኬዳ ኣላ ወሲኻ ድና ክንብላ ጎሊላ እኳ ኣይደልናን ካብ ዝሓለፈ ካብ ንራኸብ እኳ ጎሊላ እያ ዘላ ሓፈሻዊ ሎሚ ግን ከባቢ ሓሙሽተ ፐርሰንት ክትውስኽ ንሪኣ ኣለና ክልተ ሚእትን ኣርብዓን ከማን ዝበጽሓትሉ ደረጃ ኔርዎ ግዜ ማለት እዩ እቲ ቀንዲ ምኽንያታት ነዚ ክንቀሳቐስ ዝገበሮ ከኣ ኦፍኮርስ ምኽንያታት ኣሎ ብፍላይ ናይ ኤፍኦኤምሲ ሚቲንግ ወይ ከዓ ናይ ኣሜሪካ ኢንትረስት ሬት ውሳነ ሎሚ ተዋሂቡ ስለዚ ሜይንሊ ናቱ እቲ ቀንዲ ዘረባና ንሱ ክኸውን እዩ ምክንያቱ ነዚ ዕዳጋ ከንቀሳቅሶ ዝኽእል ንሱ እዩ ኣብ ዓመት ሸሞንተ ግዜ ዝወሃብ እዩ ስፐሲፊክ ዛ ናይ ሎሚ ግን ኣርባዕተ ግዜ ከምቲ ናይ ኤርኒን ወይ ከዓ ኣታዊታት ናይ ትካላት ዝህብኦ እዚ ናይ ሎሚ ዝወሃበና ኤፍኦኤምሲ ሚቲንግ ዝበሃል ብፍላይ ናይ ሰማሪ ኦፍ ፕሮጀክሽን ወይ ኢኮኖሚክ ፕሮጀክሽን ናይ ኢኮኖሚ ናይ ቁጠባ ገምጋም ዝህቡ ናይ ክልተ ዓመት ሰለስተ ዓመት እዩ ስለዚ ኣዝዩ ፅልዋ ክገብረሉ ዝኽእል ብፍላይ ንዝመፅ ዘሎ ክልተ ዓመታት ማለት ስለዚ እየ ሸርሸር ግበሎም ፕሊስ ብምፃኩም ግን ደጊመ ይመስገን ሰላም ሰላም ኣፍሮ ሰላም ዮኒ ከመይ ኣምሲኻ ኣምላኽ ይመስገን ሞተር ሞተር ታንኪ ረሲዕና ዶ በሎ ክሳብ ዝመፅእ ናብ ዲቆ ሰላም ሰላም ሰላም ዌልካም ዌልካም ጋይስ መፅኤኩም ኣለኹ ሶሪ ደው ገይደ ከባቢ ክልተ ደቂቕ መስለኒ ሽርሽር ግበርሎ እሞ ተኺልና ክንኣቱ ኣሕዋት ሰላም ሰላም ነጋሲ ዌልካም ዌልካም ኩልኹም ኣይ ቲንክ ደሓን ኣሕፅር ክነብላ ክንፍትና ብፍላይ ናይ ሎሚ ኣነ እኳ ብጣዕሚ ቢዚ እየ ቀኒ ነይረ ሓቂ ሓሽ ወላ ቅድሚ ናይ ሎሚ ከማን መደባት ክሰርዓልኩም ዝብል ሓሳባት ነይርኒ ሓሳባት እዩ እንተኾነ ግን ምስቲ ግዜ ክካውን ኣለ ኣይከኣለን ሎሚ ግን መፅኤኩም ኣለኹ ሸር ሸር ግበሎም ፕሊስ ታንኪዩ ራይት ያ ከም ትሪእዎ ዘለኹም ላዕሊ ታሕትን እዩ ያ 240 ሓደ በፂሓ ፀኒሓ ኣጋጣሚ 240 ምስ ኮነ ዝኾነ ዝሸጥክዎ ነይሩ እዚ ግን ናይ ኦፕሽን ትሬድ ዝገበርኩት መዓልታዊ ወይ ኣብ ሽዱሽተ ወርሒ ሰለስተ ወርሒ ክሽየጥ ክግዛእ ዝኽእል እምበር ናይ ሎንግ ተርም ክሳብ ሕጂ ኣይሸጥኩን ኣለኹ ስለዚ ዕዳጋ ከምዚ ናይ ሎሚ ሓፍ ዝበለ ሃንደበት ውስኽ ከብል ከሎ ምናልባት እቲ ፅቡቅ ዝኸደልና ምሻጥ ዝፅላእ ከምዘይኮነ ኣቀዲመ ክሕብረኩም ይደሊ ማለት እዩ ሶያ ፓላንቲርካ ኦፍኮርስ ማን ሓሙሽተ ከመይ ኣምሲና ከመይ ከደልኩም ኣሎ ወፍሪ ኩልኹም ሰላም ሰላም ሰላም ሰላም ኣበይ ተዋፊርና ይሓይሽ ትብል ኦኬ ክንዘራረበሉ ኢና ይንስ እንኳዕ ብሰላም መጻካ ታንኪ ታንኪ ራይ ከባቢ ሓምሳ ሓምሳን ገለና ዘለና ሸርሸር ግበሉ እሞ ትኽኢልና ክናቶ ጋዜና ላይክ ከዓ እንዳጋዜ ላይክ ኣዎ ላይክ ከዓ ኣፀጋ እንዳበልና በኳለና ኦኬ ታንኪ ራይ ሶ በዚ ኣጀምረልኩም እስከም ሼር ስክሪን ኣብዚ ዘሎ ከምዚ ትሪእዎ ዘለኹም ሓፈሻዊ ኩሉ ክንሪኦ ከለና ማለት እዩ ብጣዕሚ ሕማቀኒ ብጣዕሚ ሕማቀኒ ኩሉ ዕዳጋ ኣብዚ ሰሙን ኣብዚ ወርሒ ዘንበሎ ናይ ወርሒ ክንሪኦ ከለናስ በዓል ማይክሮሶፍት ሓሙሽተ ፐርሰንት ክወርዳሉ ዝኽእላ ደረጃታት ብጣዕሚ ትሑት እዩ ኤንቪድያ ከባቢ ዓሰርተ ሓሙሽተ ፐርሰንት ተስላ ሰላሳን ሰለስተን ሚእታዊት ክጎድላ ከለዋ ገለ ትካላት ከም በዓል ኣፕል ከም በዓል ኣማዞን ኣማዞን ከምኡ ክትወርድ ዘይግብኣ ትካል ኣይ ቲንክ ሓንቲ ካብተን ዝዓብያ ክትከውን ተኽእሎታ ዘለዋ ኢለ ዝግምተላ ማለት እዩ ያ በዓል ዋልማርት ከማን ኮስኮ ዋልማርት ኦፍኮርስ ልዕሊ ዓቕሚ ዝሽየጣ ዘለዋ እየን ግን ዋላሰን ከማን ብጣዕሚ ጎሊለ ንሪኦ ኣለና እዚ ከዓ ቀንዲ እቲ ናይ ታሪፍ ናይ ኣሜሪካ ግብሪ ንካልእ ሃገራት ከነኽፍደን ዝብሉ ዘለዉ ኦፍ ኮርስ ናይ ታክስ ወይ ናይ ታሪፍ ብዙሕ ግዜ ተዘራሪብና ኣለና ሓፈሻዊ ግን ንሱ ነዚ ዕዳጋ ዝጸልዎ ዘሎ ብፍላይ ብፍላይ ሪሴሽን ክንኣቱ ተኽእሎታት ልዑል ከም ዘሎ ከዓ ኦፍ ኮርስ ኩሉ ጽልዋ ገይርሉ ኣሎ ማለት እዩ ያ ስለዚ ካብቲ ቀይሕ ዝረኣናዮ ወፂእና ናብ ግሪን ወይ ከዓ ናብ ፖዘቲቭ ንኣቱ ዘለና ንመስል ኣቲና ኣለና ሎሚ ኣክቹሊ so ተስላ ንሪኦ ታለና ንእሽተይ ግሪን ክኸውን ከሎ ዳርጋ ኩሉ እቲ ዕዳጋ ወሲኹ እዩ ዘሎ of course እዚን ኮካ ኮላ ገለ መሳሊ ቀይሕ መሳሊ ንሪኦ ኣለና ኣለና በዚ መስለኒ ሓፈሻዊ ግን ያ ፋይናንሻል ድየን እዚን ናይ ሰሚ ኮንዳክተር ድየን ናይ ቴክኖሎጂ ድየን ወላ ናይ ኩሉ ብሓፈሻ ከም ትሪእዎ ዘለኹም ኢቭን ጉግል ክልተ ነጥቢ ሸሞንተ መታ ኳሊቲ ስቶክ ኣንፎር ትሕቲ ሓሙሽተ ሚእቲ ኣይ ቲንክ ዓይንኻ ተዓሚትካ ክትእቶ ትኽእል ትካል እያ ኦፍኮርስ ክንሪኦ ኢና ብስዑ ግዜ ከመይ ደረጃ ክበፅሐን በዓል ተስላ እምበር ሓፈሻዊ ግን እየ ዕዳጋ ብጣዕሚ ፅልዋ ይገብሩ ኣሎ ከም ዝሪኦ ዘለና ማለት እዩ ራይ ሶ እንታይ ኮይኑ ፅልዋ ገይሩ ኣሎ ራይ እንታይ ኮይኑ እዩ ፅልዋ ገይርሉ እዚ ትሪእዎ ዘለኹም ኩሉ በብሓደ ክንከዶ ክነውሓኩም እዩ ኦኬ ክነውሓኩም እዩ ንዓኹም ኣገዳሲ ኣይኮነን ኣገዳሲ ኣገዳሲ ኣይኮነን ክብል ከለኹ ግን ፀብፀብ ጌርና ክንህበኩም ከለና ምናልባት ንሱ ክኸውን ይኽእል እምበር ኩሉ በብሓደ ወላ ኣነ ይርእየ ማለት ኣይኮነን ሓፈሻዊ ግን ኣብ ከም ዝበልኩኹም ኣብ ዓመት ሸሞንተ ግዜ እዚ ኣርባዕተ ግዜ እያ ትዋሃበና እዚ ኤፍኦኤምሲ ፈደራል ኦፐን ማርኬት ኮሚቲ ዘምፅእ ዝህቡና ዘለው ሰማሪ ኦፍ ኢኮኖሚክ ፕሮጀክሽን ወይ ከዓ ኢኮኖሚክ ፕሮጀክሽን ናይ ፈደራል ሪዘርቭ ዝህቡና ማለት እዩ ስለዚ ከምትሪእዎ ዘለኹም ክትሪእዎ ትረልኹም ኣብዚ ፈደራል ኣብዚ ስክሪንሾት ትወስዶ ትኹም ክትሪእዎ ብሓፈሻዊ ግን ኣነ ፅሙቕ ኣቢለ ክህበኩም ክፍትን እየ ማለት እዩ ሶ እንታይ ኮይኑ ፅልዋ ገይሩሉ ናይ ሎሚ ኤፍኦኤምሲ ሚቲንግ ሓደ ካብቲ ኣገዳሲ ክከውን ከም ዝኽእል ዓቢ ተኽእሎታት ተገይሩሉ ዝነበረ እዩ ኣብዚ ናይ ትዊተር ፅሒፈልኩም ስለ ዘለኹ ኣብ ከድኩም ተመልስኩም ክትሪእዎ ትኽእሉ እዮም ሓፈሻዊ ሕጂ ፅሙቕ ኣቢለ ክህበኩም እንተዝኸውን ነይረ ግን ኣብዚ ትሪእዎ ኣለኹም ያ ሚኢቲ መፅእኩም ኣለኹም ፕሊስ ሸርሸር ግበሎም ከለኹም ኣብዚ ትሪእዎ ኣለኹም ፕላስ ፈድ እም ፈደራል ሪዘርቭ ኩሉ ግዜ ንደጋግሞ ኢና ወይ ካነ እኳ ደጋገሙ ክኾኑ ፈደራል ሪዘርቭ እም ናይ ኢኮኖሚ ወይ ከዓ ናይ ፋይናንስ ናይ ኣሜሪካ ዝቆፃፅርዎ ማለት እዩ ሆልድስ ኢንትረስት ሬት ስተዲ እቲ ኢንትረስት ሬት ከይቀየርዎ ኣብዚ ዝነበሮ ጠጠው ኣቢሎሞ ኖ ቸንጅ ቅያር የለን ማለት እዩ ስቲል ሲስ ቱ ኢንትረስት ሬት ካትስ ዚስ የር ን 2025 ስለዚ ኣብ 2025 ከዓ ክልተ ግዜ ኢንትረስት ሬት ክቆርጽ እዮም ትጽቢት ዝግበረሉ ኣክቹሊ ኣብታ ትዊተር ጽሒፍያ ዝነበርኩ ኣብዚ ኤክስ ማለት ትዊተር ዝብሎ ዘለኹ ከምኡ እዩ ኢንትረስት ሬት ወለድ እኳ ከም ዘሎ ክኸውን እዩ ትጽቢት ግን ኣይፍለጥን እዩ ካልእ ክልተ ክጽልኦ ዝኽእላ ግን እንታይ ነይረን እቲ ሓደ ኢንትረስት ሬት ከም ዝቑረጽ ሓበሬታ ኣብዴት ዳት ክመፃና እዩ እዚኣ እዚኣ ሓንቲ ክብለኩም ፀናሕኩ ክልተ ግዜ ጥራይ ማለት እዩ ኣይክትቅየርን እያ ትበሃል ኣላ ስለዚ ተቐዳሚት ካልኣይቲ ከዓ ኣቶ ቸርማን ጀርም ፓወል ዝህቦ ዘረባ ኦፍኮርስ ዓቢ ጽልዋ ክገብረሉ ትጽቢት ተገይርሉ ኦፍኮርስ ዝተዛረቦ ኔጌቲቭ ኣሎ ኣሉታዊ ማለት እዩ ፖዘቲቭ ወይ ከዓ ኣወንታዊ ኣሎ ንሱ ክንዘራርበልና ጽንሕልና ማለት እዩ ስለዚ ኣጋጣሚ ኮይኑ ንኢንትረስት ሬት ኢንትረስት ሬት ካብ ዝኾነ ለውጢ ዘየለ ተዝኸውን በቃ ዕዳጋ ተጸብይዎ እዩ ከምኡ ከም ዝኸውን ተጸብይናያ ስለ ዝነበርና ዝኾነ ለውጢ ክገብር ጽልዋ ኣይገብረሉን እዩ ማለት እንተኾነ ግን ከም ዝበልኩኹም እታ ካልኣይቲ ትላትና ማለት ጀሮም ፓወል እንታይ ከም ዝብል እንታይ ከም ዝዛረብ ፍርቂ ሰዓት ጸኒሑ እዩ ዝተዛሪቡ ስለዚ ንዑ ክሰምዑ ጸኒሐ ኣክቹሊ ስለዚ ናታ ኢና ክንዘራረብ ማለት እዩ ኣጋጣሚ ንላዕሊ ክስቀ ተዝኾን ነይሩ ዕዳጋ እንታይ ክመጽእ ነይርዎ ኢንተረስት ሬት ከም ገለ ኢሎም ተዝቆርጹ ነይሮም ከም ገለ እቲ ምክንያት ናይ ዝቆርጹ መቆረፂ እዮም ከዓ ፅልዋ ክገብረሉ ኦፍኮርስ ወይ ከዓ ነዚ ዓመት ሰለስተ ግዜ ኢንተረስት ሬት ክንቆርፅ ኢና ዝብል ፕሮጀክሽን ወይ ከዓ ገምጋም እንተዝዋበና ነይሩ ብጣዕሚ ፅቡቅ ምኾነ ነይሩ እንተኾነ ግን ከም ትሪእዎ ዘለኹም ናይ ፕሮጀክሽን ሰለስተ ነጥቢ ትሽዓተ እዩ ኦኬ ዲሰምበር ሰለስተ ነጥቢ ትሽዓተ ነይሩ ኣብዚ ግዜ እዚ ከዓ ሰለስተ ነጥቢ ትሽዓተ እዩ ማለት ካብ ኣርባዕተ ዕስራን ሓሙሽተን ክሳብ ሓሙሽተን ዕስራን ሓሙሽተን ኣብ ዘለዎ ኮይኑስ ናይዚ ዝመፅእ ዘሎ ዓመት ናይ ክልተ ሽሕን ዕስራን ሓሙሽተን ኣብ መወዳእታስ ከም ማለት ክልተ ግዜ ጥራይ ኢንተረስት ሬት ክቁረፅ ከም ዝኾነ እዩ ዘርእየና ዘሎ ማለት እዩ ስለዚ ኣብ ዘለኩም ብዙሕ እቲ ቃላት ከይሸግረኩም መታን ከም ዝሪኦ ዘለኹም ኣብ ዝለኩም the rate ሰቲን ፈደራል ኦፐን ማርኬት ኮሚቴ ወይ ከዓ FOMC ኢልና ንፅውዖ ማለት እዩ እስኪ ቦሮዊን ሬት ወይ ከዓ እቲ ኢንተረስት ሬት እቲ ናይ ምልቃሕ ድዩ ናይ ካልእ ነገራት ዝጠቅም ኣብ ዝነበሮ ጠጠው ከም ዘብልዎ እዩ ዝገልፅ ዘሎ ኦኬ እንተኾነ ግን they downgrade its collective outlook economic ግሮውዝ ወይ ከዓ ነዚ ናይ ናቶም ቁጠባ ናይ ዝመፅ ዘሎ ዓመታት ግን ክዝሕል ከም ዝኽእል እዮም ገምጋም ሂቦምና ኣብዚ ለኩም ክትሪኦ ትለኩም ከም ዝበልኩም እንታይ ክዝሕል ዝብ ዘሎ ንኣብነት ናይ ኣርባዕተ ነገራት እዮም ዝህቡና። ሓደ፣ ጂዲፒ፣ GDP፣ ቁጠባ ናይ ኣሜሪካ ናበይ ደረጃ ይኸይድ ከም ዘሎ ዝህበና ገምጋም ማለት እዩ። ዝሓለፈ ዲሰምበር ወይ ወርሒ ዓሰርተ ክልተ ናይ ክልተ ሽሕን ዕስራን ኣርባዕተን ማለት እዩ፣ ቁጠባ ናይ ኣሜሪካ ታርጌት ናቶም ክልተ ፐርሰንት እዩ። ስለዚ ክልተ ነጥቢ ሓደ ክኸውን ይኽእል እዩ ዝብል ገምጋም ሂቦም ነይሮም፣ which is ok፣ ኢንፍለሽነሪ ክኸውን ይኽእል እዩ። ወይ ከዓ ፅቡቕ ኣወንታዊ ክኸውን ይኽእል እዩ ኣብዚ ግዜ እዚ ግን ገምጋም ክጎድል ከም ዝኽእል እዮም ዝብ ዘለኹ ኦኬ ዕዳጋ ወሲኹ ኣሎ ዘውስኽሉ ምክንያታት ኣለዎ ሓፈሻዊ እዚ ግን ሓደ ካብቲ ኣሉታዊ ክኸውን ዝኽእል እዩ ኢንተረስት ሬት ክቆርፆ ምኽእል እዩ ናብ ሪሴሽን ከዓ ክወስድና ዝኽእል እዩ ምክንያቱ ሪሴሽን ክመፅእ እንተኮይኑ ሓደ ጂዲፒ ወይ ቁጠባ ናይቲ ሃገር ክዝሕትል ጥራይ እዩ ዘለዎ ወይ ከዓ ኣንኤምፕሎይመንት ሬት ተካልኣይቲ ስራሕ ዝስእኑ ዘለዉ ሰባት ከ ክንደይ ክበዝሑ እዮም ትብል ሕቶ እያ ክትምለስ ዘለዋ ማለት እዩ። ዲሰምበር ኣብ ዝሓለፈ ገምጋም ዝተውሃቦ ኣርባዕተ ነጥቢ ሰለስተ ኣርባዕተ ሰባት ካብ ሚእቲ ማለት ኣርባዕተ ነጥቢ ሰለስተ ካብ ሚእቲ ስራሕ ክስእኑ እዮም ስራሕ ዝደልዩ ሰብ ዘለዎስ ስራሕ ክስእኑ እዮም። ኣብዚ ግዜ እዚ ግን ብፍላይ ጀሮም ፓወል ክዛረብ ከሎ እቲ ሰብኣይ ክብለኩም ዝጸናሕኩ ማለት እዩ እቲ ቸርማን ሓላፊ ናቶም እንታይ ኢሉ ወል ኣብዚ ግዜ እዚ ብዙሓት ስራሕ ይስጎጉ ኣለዉ ብዙሓት ከኣ ናብ ስራሕ ሃየር ይግበሩ ኣለዉ ወይ ከኣ ይጽውዑ ኣለዉ ስለዚ ንዓና ገምጋም ክንህብ ከማን ብጣዕሚ እዩ ዘሸግረና ዘሎ ግን ባላንስ ኣውት ክኸውን እዩ ብሓንፈሻ ዓሰርተ ተሰጒጎም ዓሰርተ ከዓ ይመፁ ኣለዉ ስለዚ ኣኑ ኢምፕሎይመንት ሬት ስራሕ ይስእኑ ኣለዉ ክንብል ኣይንኽእልና ሜይቢ ብሰንኪ ናይ ድኽመት ዝሰርሑ ዘለዉ ድኽመት ማለት እዩ ከም ስድለ ክሰርሕሎም ኣይከኣሉን እንታይ ከም ዝኾነ ምክንያት ኣይተፈለጥን ወይ ከዓ ካብ ናይ ጋቨርንመንት ተሰጒጎም ኣብቲ ናይ ፕራይቨት ከዓ ይፅውዑ ኣለዉ ክኾኑ ይኽእሉ እዮም ማለት እዮም ኩሉ ክንዘራረብ ኢና ምናልባት ናይ ተስላ ኢንቪድያ ጥራይ ክንዘራረብ ደስ ብለኩም ይኸውን እዩ ኣሕዋት እንተኾነ ግን ንዐን ክጸልወን ዝኽእል እዚ እዩ ንዐን ክጸልወን ዝኽእል ኦፍኮርስ ናተን ዕርኒ ኣሎ ብሓፈሻ ግን ዕዳጋ እዚ እዚ ጽቡቕ እንተዘይኮይኑ ስቶክ ማርኬት ብሓፈሻ ዕዳግኡ ክወርድ እዩ ማለት ስለዚ ምክንያታት ምዝራብ ኣዝዩ ኣገዳሲ እዩ ብድሕሪኡ እዚን ክልተ ጂዲፒ ቁጠባ ስራሕ ዝሰኣኑ ሰባት ኣገዳሲ ኢሱ ብጣዕሚ ሳልሳይ ካብ ኢንፍለሽን ፒሲኢ ኢንፍለሽን ኣሎ ዘለና ክልተ ነጥቢ ሓሙሽተ ክመጽእ ኢዩ እቲ ቀንዲ ዘፍራሕና ዝነበረ እምበኣር እዚ ኦኬ ኢንፍለሽን ናይ ኤመሪካ ብጣዕሚ ክውስኽ ከም ዝኽእል ኢዩ ገምጋም ዝወሃበሉ እቲ ቀንዲ ምኽንያት ከ እንታይ ኢዩ ተልኩምኒ ወል ታሪፍ እዚ ዶናልድ ትራምፕ ክብሎ ዝጸንሐ ናብ ካናዳ ዝመጸ ካብ ካናዳ ዝመጸ ንብረት ዕስራን ሓሙሽተን ፐርሰንት ከነኽፍሎም ኢና እንተ ኢሎም ካናዳ ከኣ ካብኡ ዝመጸና ንብረት ዕስራን ሓሙሽተን መን ይኸፍሎ ካናዳ ኣይኮኑን ዝኸፍልዎ እንታይ ደኣ እቶም ኮንሱመርስ ወይ ከኣ እቶም ዝገዝኡ ዘለዉ ኣብ ኤሜሪካ ዘለዉ ሰባት እዮም ዝኸ- ዝገዝእዎ ስለዚ እቲ ኢንፍሌሽን ክውስኽ ከም ዝኽእል እዮም ገምጋም ሂቦም ዘለዉ ማለት እዩ ስለዚ እዚ ከኣ ንባዕሉ ሓደ ካብቲ ዘፍርሕ እዩ ኢንትረስት ሬት ኣይቆርጹን እዮም ማለት እዩ ብሕጽር ዝበለ ወይ ከኣ ልዑል ኢንፍሌሽን ምስ ትሑት ዝበሉ ሰራሕተኛታት ልዕል ዝበለ ሰራሕተኛታት ወይ ስታግፍሌሽን እዩ ከምቲ ኩሉ ግዜ ዛረበሉ ዝነበርኩ ማለት እዩ እቲ ኮር ኢንፍሌሽን ከዓ ልክዕ ከምኡ ካብ ክልተ ነጥቢ ሓሙሽተ ተባሂሉ ዝነበረ ክልተ ነጥቢ ሸሞንተ ክመፅእ ማለት እዩ ስለዚ እቲ ፈደራል ሪዘርቭ ከም ትሪእዎ ዘለኹም ሰለስተ ነጥቢ ትሽዓተ ካልእ ኔጌቲቭ ዝረኣኹላ እንተሃልያ ኣብዚ ኣሕዋት ከምዚ ሬንጅ ከዓ ኣሎ ኦኬ ካብቶም ኩሎም ዝገበሩስ እዚ ቀዳማይ ዘሎ ዘክርዎ ጂዲፒ ግሮስ ዶሜስቲክ ፕሮዳክት እዩ ሓደ ነጥቢ ሸውዓተ እቲ ኣቨሬጅ ገምጋም ናይቲ ቮት ዝገበርዎ እዩ ኦኬ ምርጫ ዝገበርዎ ማለት እዩ ኣነ ከምዚ ይመስለኒ ኣነ ከምዚ ይመስለኒ ኦፍኮርስ መፅናዕቲ ኩሎም ወስዱ እዮም ዝተሓተ ሓደ ፐርሰንት እዩ ነይሩ ዝሓለፈ ግን ሓደ ነጥብ ሰለስተ ሓደ ነጥብ ሸውዓተ እዩ ፐርሰንት ነይሩ ስለዚ ሪሴሽን ከምፅእ ዝኽእል ዓይነት ቁፅሪ እዩ እዚ ዝትሪእዎ ዘለኹም ማለት እዩ ሪሴሽን ከምፅእ ዝኽእል ቁፅሪ እዩ ስለዚ ከምዚ ክንፈርሕ ወይ ገለ ዘይኮነ ዶላር ኮርስ ኣቨሬጅ እናገበና ክንከይድ ንኽእላ ኩሉ ግዜ ግን ቀንዲ ለቨሬጅ ብፍላይ ኦፕሽን ኣብ ዝሓለፈ ምሂረኩም ነይረ ስለዚ ከምዚ ኦፕሽን ወይ ለቨሬጅ ወይ ማርጅን ትልቃሓሉ ግዜ ከም ዘይኮነ ከዘካክረኩም ይደሊ ምክንያቱ ዘይተፈለጥ ነገራት ብዙሕ ኣለና ወላ ጀሮም ፓወል ንባዕሉ ኣነ ንባዕለይ ኣይፈልጦ እንታይ ከም ዝኮኑ ዝብል ነይሩ ስለዚ እሱ ዘይፈሊቶ ንሕና ከዓ ክንፈልጦ ይንክእልና ምክንያቱ ዶናልድ ትራምፕ እንታይ ክገብር እዩ ኤላን ማስክ እንታይ ክገብር እዩ ብዙሕ ሕቶታት ዘይተመለሰ ብሕጂ ስለ ዘለና ማለት እዩ ስለዚ ናብይ ኣሕዋት ትሪዋ ኣለኹም እቲ ኢኮኖሚክ ናቱ ኣውትሉክ ከምዚ ትሕት ዝበለ ወይ ከዓ ዳውንግሬድድ ኮይኑ ካብ ዝነበሮስ ዝተሓተ ክኸውን ከም ዝኸኣለ የርኢ። እቲ ቀንዲ ምኽንያታት ከዓ and gave a pump higher to its inflation projection እቲ ኢንፍሌሽን ከዓ ንላዕሊ ወሲኹ which is bad which is ትራምፕ መሲሉ ዝፀንሐ እዚኣ ባምፕ anyway officials now see the economy accelerating at just 1.7 pace ሓደ ነጥቢ ሸውዓተ ፐርሰንት እቲ ጂዲፒ ወይ ከዓ ቁጠባ ናይታ ሃገር ምዕባለ ማለት እዩ ስለዚ ካብቲ ዝሓለፈ ከዓ ብዜሮ ነጥቢ ኣርባዕተ ፐርሰንት እዩ ዝሕጀ ገፅልኩም ፀናሕኩ እዩ ባይዘወይ

ወይ ቦንድ ይልድ ክጎድል ክኢሉ ምክንያቱ ኢንተረስት ሬት እንተወሲኹ እንታይ ክጎድል እዩ ወል እዚ ቦንድ ይልድ እንዳጎደለ ክጎድል ከም ዝኽእል ገምጋም ዝወሃበሉ ስለዚ መጀመርያ እዚ ናይ ተኒር ንኣብነት ኢንፍሌሽን እዚ ቦንድ ይልድ ተሪኢኹሞ ኮንፊዝን ክኸውን ይኽእል እዩ ናይ ቦንድ ኣብ ቀፃሮ ክመረኩም እዩ ቅድሚ ሕጂ እኳ ምሂረዮም ነይረ ሓፈሻዊ ስለዚ እዚ ክጎድል ከሎ ፅልዋ ክገብረሉ ትፅቢት ይገብረሉ እዩ ማለት እዩ ካልእ ናይ ዶላር ዶላር ከ ኦፍኮርስ ካልእ ክርእየኩም እየ ካልእ ክትቅልልኩም ትኽእል እያ ራይት ስለዚ እንታይ እዩ ከርእየና ዝኽእል ንግዚኡ ዝውስ ክመስል ኣሎ ፕሮባብሊ ፅባሕ ግን ክጎድል ዘሎ ትኩረታት ብጣዕሚ ልዑል ኮይኑ ይስምዓና ኣነ ማለት ምክንያቱ ከምቲ ዝበልኩኹም ኣብቲ ዝመፅ ዘሎ ዓመት ብጣዕሚ ዘይተፈለጠ ነገራት ኣለና ስለዚ ንግዚኡ ላዕልን ታሕትን ክብል እዩ ቮላታይል ክኸውን እዩ ዕዳጋ ውዒሉ ሓዲሩ ግን ፕሮባብሊ ዘይተፈለጠ ብዙሕ ነገራት ምስ ዝህለው ምክንያቱ እሞ ከዓ ምዚ ናይ ቁጠባ ናይቲ ዓዲ ክዝሕትል ወይ ከኣ ክዝሕል ከም ዝኽእል ገምጋም ዝወሃበሉ ዘሎ ብሓፈሻ ብዙሕ ኣሉታዊ ወይ ከኣ ኔጌቲቭ ጽልዋ ይገብረሉ ከም ዘሎ እዩ ዝግምገም ዘሎ። ብፍላይ እዚ ኣንኢምፕሎይመንት ሬት ከም ትሪእዎ ዘለኹም ስራሕ ዘይብሎም ሰባት ካብቲ ገምጋም ተዋሂብዎ ዝነበረ ወይ ካብ ዝሓለፈ ኣማንቲ ፕሮጀክት ገይሮምዎ ዝነበሩ ዝኸፍአ ክመጽእ ክኢሉ ኣሎ። ኢንፍለሽን ዝለዓለ ዝኸፍኣ ክመጽእ ክኢሉ። ወላ ሓንቲ ጽቡቕ ነገር ኣይረኣናሉን። እታ ጽቡቕ ነገር እንታይ እቲ ኢንተረስት ሬት ኣይወሰኸን ኣይጎደልን ጥራይ እዩ እምበር ካልእ ወላ ሓንቲ ፍልልይ ወይ ከዓ ጽልዋ ዝገበረሉ የለን ኣብዚ ማለት እዩ። ስለዚ እንናትሸል ብሕፅር ዝበለ እዛ ናይ ሎሚ መዓልቲ ዝነበረ ሳማሪ ከም ዝበልኩም ከድኩም በብሓደ ክትሪእዎም ትኽእሉ ኢኹም ሓፈሻዊ ግን ኣይ ዶንት ቲንክ ኢትስ ነሰሰሪ ኩሉ ዋላ ንኽርዳእኩ ብርትዕ ክብል ይኽእል እዩ እዚኤን እተን ቀንዲ ኣገደስቲ ናይ 2015 ትሪእዎ ኣለኹም 2026 ሓደ ነጥቢ ሸሞንተ 2027 ከዓ ሓደ ነጥቢ ሸሞንተ ፐርሰንት ቁጠባ ናይ ኣሜሪካስ ክልተ ፐርሰንት ክበፅሕ ከማን ኣይክእልን ይብል ኣሎ ማለት እዩ ኣንኢምፕሎይመንት ሬት ወል ናዚ ዓመት እያ እምበር ደሓን ክኸውን ከም ዝኽእል እዩ ገምጋም ዝወሃበሉ ዘሎ ኢንፍሌሽን ግን ኣብቲ ናይ 2027 ታርጌት ናቶም ከም ዝሃርሚ እዮም ዝሕብሩ ዘለዉ ኦፍኮርስ ኣብቲ ሽዑ ግዜን ሜቢ ሪሴሽን መፅኡ ኢንፍሌሽን ከወርዶ ተኽእሎታት ክህሉ ይኽእል እዩ ፈደራል ኢንተረስት ሬት ከዓ ሰለስተ ነጥቢ ሓደ ስቲል ሰለስተ ነጥቢ ሓደ ብጣዕሚ ትሑት ክትብሎ ኣይትኽእልን ኢኻ ሓፈሻዊ ግን ያ ከም ትሪእዎ ዘለኹም ጸብጻብ ክመጽእ ብምኽኣሉ ዕዳጋ ንግዚኡ ኣወንታዊ ወይ ከዓ ብፅቡቅ ርእይዎ ኣሎ ከም ዝበልኩኹም ግን ስጅስ ግዜያዊ እዩ እምበር ኣብ ትስዕ ግዜ መጀመርያ ብፍላይ በዓል ተስላ ቀልጢፈን እየን ዝውስኻ ነይረን ከም ዝበልኩኹም ኣቐዲም ሓቢረዮም ፀኒሐ ኣጋጣሚ ኣብ ሚእትን ኣርባዓን ክልተ ሚእትን ኣርባዓን ገለ ከላ ናይ ተስላ ማለት እዩ ዝኾነ ዝገዛእ ኮን ኦፕሽን ነይረን ከባቢ ሰለስተ ሚእትን ሓምሳን ክበጽሓ ይኽእላ ኢለ ግን ኦፕሽን ከቢድ እዩ ብኡ ከቢድ እዩ ኣብዚ ግዜ እዚ ውዒሉ ሓዲሩ ናይ ተስላ ብዙሕ ኢኹም ታሕት ዘለኹም መስለኒ ውዒሉ ሓዲሩ ኣይ ቲንክ ተሪዝ ኖ ኮሽን ሕቶ የለን ተስላ ናተይ ታርጌት ክሳብ ሓደ ሽሕ ናይ ዝመጽእ ዘሎ ኣርባዕተ ሓሙሽተ ዓመታት ማለት እዩ ክልተ ሽሕን ሰላሳን ባይ ትወኒ ትወኒ ትር- ትወኒ ሰርቲ እ፣ ከምኡ ክበፅሕ ይኽእል እዩ ኣብዚ ግዜያዊ ኣብዚ ግዜኡ ግን ብፍላይ ብፍላይ ናብ ሪሴሽን ገፅና እንተበፂሕና ተስላ ክሳብ ክልተ ሚእቲ ክትበፅሕ ትኽእል እ፣ ዝብሉ ሰባት ካብ ኤክስፐርትስ ማለት እዩ ብጣዕሚ ብዙሓት እዮም ክትበፅሕ ድያ ትበፅሕን እያ ክንርኣይ ኢና ሓፈሻዊ ግን ከምዚ ኮንፊደንስ ጌርካ ብፍላይ ብማርጅን ብዕዳ ክትገብረሉ ትኽእል ግዜ ከም ዘይኮነ ኦፍኮርስ ከዘኻኽረኩም ይደሊ ማለት እዩ ስለዚ ዝተፈላለዩ ዓይነት ሓሳባት እዮም ዝህብ ዘለዉ ኣብ ዝሓለፈ ናይ ተስላ ማለት እዩ ስፐሲፊክ ብዙሓት ዋፍር ስለ ዘለኹም ብዙሕ ከዓ ጎዲላ ስለ ዝቐንየት እንታይ ይብሉ ኣለዉ ናይ ጀርመን ተስዓን ኣርባዕተን ፐርሰንት መኪና ናይ ተስላ ኣይንገዝእ ኢና ዝብሉ ነይሮም እዚ ምስ ፖለቲክስ ናይ ዝተተሓሓዘ እዩ ኦኬ ምስ ፖለቲክስን ኢኮኖሚን ኦፍኮርስ ተመሳሳሊ እዩ ስለዚ ናይ ኣሜሪካ ዝገብሮ ዘሎ ስራሓት ዶናልድ ትራምፕ ኤውሮጳውያን ይኹኑ ኣፍሪቃውያን ይኹኑ ኩሎም ፀሊኦም ኣለዎ ኣብዚ ግዜ እዚ ማለት እዩ ምክንያቱ ወላ ኣሜሪካውያን ከማን ዳርጋ ፍርቆም ፀሊኦም ንበሎም ስለዚ ኤላን ማስክ ከዓ ኦፍኮርስ ዳርጋ ኢስ ማይ ቤቢ እዩ ዝብላ ንተስላ ናተይ ጓለይ ናተይ ወደይ እዩ ዝብላ ቆልዓይ ብሓፈሻ ማለት እዩ ስለዚ ብሰንኪ ናይ ትራምፕ ፅልኣት ብዙሓት ሰባት መኪና የቃፅሉ ይሸጡ ብዙሕ ነገራት ከጋጥም ንርኢ ኣለና ኣብዚ ግዜ እዚ ምክንያቱ እቲ ቀንዲ ፅልዋ ናይ ተስላ ከ እንታይ እዩ ኣብ ኢቪ ወይ ኤሌክትሪክ ቬክል ዝድግፉ እትም ዲሞክራት ዝበሃሉ እዮም ኣብ ኣሜሪካ ኦኬ ናይ እንዳ ባይደን ናይ እንዳ ኦባማ ማለት እዩ ናይ እንዳ ትራምፕ ወይ ከዓ እትም ሪፐብሊካን ንብሎም ከዓ ኤሌክትሪክ ቬክልስ ኣይድግፉን እዮም እንታይ ዳ ብፔትሮል ወላ ገለ ነዳዲ እዮም ዘብሉ ኤነርጂ ማለት እዩ ሕጂ ኣብ ከምኡ መጀመርያ ፀገም ኣሎ ካልኣይ እዚኦም ናይ ኤውሮጳ ከዓ ኩሎም ምስ ዲሞክራት ዝተሰማምዑ ዝዓይነቱ እዮም ከም ኣካይድኦም ማለት እዩ ስለዚ ብዙሓት ፀላእቲ ክትገብር ክኢላ ኣላ ንግዜኡ ፅልዋ ክገብረሉ ውዒለ ሓዲሩ ግን ክምለስ ዘለዎ ዝኽእሎታት ብጣዕሚ ልዑል እዩ ምክንያቱ እቲ ዘለዎ ቴክኖሎጂ ብጣዕሚ ልዑል ክኸውን ክሳብ ዝኽእል ማለት እዩ ኣይቲንክ ክሳብ ሽዱሽተ ወርሒ ሸውዓተ ወርሒ እዩ ፕሮባብሊ ክሳብ ሰለስተ ሚእቲ ከባቢ ዘላ እያ ክትጸንሕ ዝብል እምነት ኣለኒ ካብ ክልተ ሚእቲ ክሳብ ሰለስተ ሚእቲ ሽዑ ግን ሃንደበት ክትከይድ ዘሎ ተኽእሎታት ብጣዕሚ ልዑል እዩ ስለዚ እቲ ናተይ ኦፕሽን ኢለኩም ጸናሕኩ ቶም ዝተምሃርኩም ዝሓለፈ ክላስ ዝተምሃርናዮ ማለት እዩ ዓጽዮ ኣለኹ ኦፍኮርስ ናይ ክልተ ሚእትን ሓምሳን ክትበጽሕ ትኽእል እያ ኢለ ግን ሜቢ ሓድሽ ክኸፍት ይኽእል እየ ፖዚቲቭ ስለ ዝነበርኩ ኣነ ኣቢለ እዩ ፀገም ዘለዎ ኣይኮነን ሶ እቲ ሰብ ተስዓን ኣርባዕተን ጀርመን ዝብ ዝነበረ ግን ጌጋ ከም ዝኾነ ሓሶት ከም ዝኾነ ብሓቂ ምስ ተባህለ ግን ሰብዓ ሚኢታዊት ናይ ጀርማን መኪና ናይ ተስላ ክገዝኡ ጸገም ከም ዘይብሎም ወይ ከኣ ክገዝኡ ከም ዝኾኑን እዮም ዝሕብሩ ዘለዉ ብዚ ስለዚ እቲ ኣብ ሜድያ ዝመጸና ንባዕሉ ሓቂ ድዩ ሓቅን ብጣዕሚ ኣሰካፊ ዝኾነሉ ግዜ ኢና በጺሕና ዘለና ማለት እዩ ስለዚ በዓል ትራምፕ ትሪኦም እንተሃሊኹም ኣቴንሽን ደልዮም እንታይ ንገብሩ ወል ዘይኮን ዘረባታት ዝዛረቡ ባዕሉ ኤላን ማስክ ከዓ ቀንዲ ብምንታይ ዝፍለጥ ብኮንትረቨርሲ እዩ ዝፍለጥ ምክንያቱ ከምኡ ከይገበርካ ክትሸይጥ ዘሎ ተኽእሎታት ብጣዕሚ ትሑት እዩ ብዛዕለም ሎም ሎም ግዜ ማለት ስለዚ እቲ ዝገብርዎ እቲ ዝመፀና ሜድያ ወላ ብሓፈሻ ሓቅን ዘይሓቅን ክትከውን ብጣዕሚ ዘጠራጥር ግዜ ዝመፅ ዘሎ ስለዚ ኣብዚ ሓደ ርግፀኛ ዘይኮና ማለት እዩ በዚ ግን ጄፒ ሞርጋን ካብ ጄፒ ሞርጋን ክሳብ 120 ክትወርድ ከም ትኽእል ናቶም ፕራይስ ታርጌት ሂቦም ዘለዉ ፀገም ናይ ፕራይስ ታርጌት ወይ ታርጌት ናቶም ክህቡ ከለዉ ኣብዚ እንታይ ኣለና ኣሕዋት ክጎድል ከሎ የጉድልዎ እቲ ናቶም ታርጌት ዝህብዎ እዝቶ ክውስኽ ከሎ ተስላ ሕጂ ርባዕተ ሚእቲ ሓሙሽተ ሚእቲ ትብል ነራ እዚኦም ሚእትን ዕስራን ኣይምጉድልዎን ስለዚ ከም ኤክስፐርት መጠን ዋላ ንባዕሎም ክፈልጡ ኣዝዩ ኣጸጋሚ እዩ እሞ ከዓ ተስላ ሓንቲ ካብተን ሞስት ቮላታይል እያ ብፍላይ ካብተን ማግኒፊሰንት ሰቨን ወይ ሸውዓተ ኢልና ንዛረበለን እታ ብዝበዝሐ ትንቀሳቐስ ቀልጢፋ ማለት እያ መዓልቲ ዓሰርተ ዓሰርተ ሓሙሽተ ፐርሰንት ክትጎድል ወይ ክትውስኽ ትኽእል ትካል እንተሃልያ ተስላ እያ ካብተን ሸውዓተ ዓበይቲ ማለት እዩ ስለዚ ክሳብ ሚእትን ዕስራን ክትበፅሕ ኣይ ቲንክ ሚእትን ዓሰርተን ደሪዝኖ ቻንስ ምበልኩ ነረ ይነብር ነው ኣብ ስቶክ ማርኬት ብሓፈሻ ግን ያ ደሪዝ ፖሲብል ኣብዚ ከዓ ተስላ ዊል ፕላንጅ ኣናዘር ፎርቲ ፐርሰንት ሶን ካብዚ ዘላቶ ወልስ ፋርጎ ከዓ ማለት ካብ ወልስ ፋርጎ ዝመፅኣ ካብ ዘላቶ ክሳብ ኣርባዓ ፐርሰንት ክትጎድል ከም ትኽእል እዮም ዝሕብሩ ዘለዉ እዚኦም ከዓ ማለት ስለዚ ክልተ ሚእትን ኣርባዓን ኣላስ ናብ ሚእትን ሓምሳን ሚእትን ስልሳን ከባቢ ኣብቲ ሓለፈ ዓመት ዝነበረቶ ክትወርድ ዘሎ ተኽእሎታት ልዑል እዩ ሎሚ ግን ካልእ ትካል ካልእ ከምዚ ተስላ ኣፕግሬድ ዎል ስትሪት ሶፕ ኢንቨስተር ሽድ ቨ ዲፕ ሎሚ ዝኾነ ዜና ሰሚዐ ነይረ ብገለ ሶሪ ኣይዳለኳን እምበር ኣብ ግሬድ ከም ዝገበርዋ the most talked about uh, yeah, እዚኦም እዮም ካንተን ፋዘ ኣፕግሬድ ተስላ እሶም ከዓ እንታይ ኢሎም ኣርባዕተ ሚእትን ዕስራን ሓሙሽተን ክትበፅሕ ከም ትኽእል ስለዚ እንታይ ዘርእየካ ዘሎ በቃ ላዕሊ ክትበፂሓ ዝብሎ ታሕቲ ክትበፂሓ ዝብሎ ሕጂ ኤክስትሪም ፊር ወይ ከዓ ብጣዕሚ ፍርሒ ኣሎ ኣብ ተስላ ኩሉ ግዜ ከምኡ እዩ ኩሉ ግዜ ኣነ ካብ ዝፈልጦ ማለት ኣብ ስቶክ ማርኬት ሓንቲ ካብ ዓለምና በቃ ክትግምግማ ክንዲዚ ክትበፂሕ ኣብ ውሽጢ ወርሒ ክልተ ወርሒ ኢልካ ሓንቲ ተስላ እያ ሓንቲ ነገር ግን ኣላ ዝፈልጣ ኣነ ማለት እዩ ኣብዚ ግዜ እዚ በቃ ተስላ ሕማቕ እያ መኪና ክነቃፅላ ኢና ከምዚ ከምዚ ክበፅሕ ከሎ ተስላ ሽዑ እያ ትብገስ ንላዕሊ ገፃ ማለት እዩ ስለዚ እሱ ከዓ ሓደ ካብቲ ኣወንታዊ ወይ ከዓ ፖዘቲቭ ትሪኦ ማለት እቲ ሰንቲሜንት ወይ ከዓ እቲ ኣተሓሳስባ ናይ ተስላ ዘለና ረኣያ ዘለዎ ኣብቲ ሜድያ በቃ ክትወድቕ እያ ናብ ዜሮ ክትከይድ እያ ናብ ሚእቲ ክትበፅሕ ከምኡ ክብል ከሎ ሽዑ እያ እሳኻ ላዕሊ ትስቀል ስለዚ ሓደ ካብቲ ፖዘቲቭ ኣወንታ ክበካ ዝኽእል ንሱ እዩ ካልኣይ ኣብ ዝመፅ ዘሎ ወርሒ ሽዱሽተ እቲ ናይ ኣውቶኖሚ ጥራይ ዘይኮነ ናይ ሮቦት ታክሲ ኣብ ኣውስቲን ከም ኣብ ቴክሳስ ይመስለኒ ክዝርጋሕ ከም ዝኽእል እዩ ዝሕበር ዘሎ ንሱ ከዓ ማለት ስለዚ እሱ ከዓ ኣወንታዊ ክህቦ እዩ ወይ ከዓ እዘን ዳውንግሬድ ወይ ከዓ ክትጎድልያ ዋጋ ዝብላ ዘለዋ ንሱ እንታይ ገበሮን ካውንት ይገብሮን ክንደይ መኪና ሸይጣ እምበር እቲ ኣውቶኖሚ ወይ እቲ ሮቦት ታክሲ ክንደይ ክሰርሕ እዩ ወይ እቲ ሮቦቲክስ ክንደይ ክሰርሕ እዩ ኣብ ግምት ኣይእተወን ኣለዉ ክኾኑ ይኽእሉ እዮም ምክንያቱ ኩሉ ግዜ ዘለዎም ሓበሬታ እዮም ዝጥቀሙ እምበር ክልተ ዓመት ሰለስተ ዓመት ኣርባዕተ ዓመት ኣተኪሮም ክጥምቱ ዘለዎ ትኩረታት ብጣዕሚ ልዑል እዩ ምክንያቱ ብዙሓት ትካላት ስለ ዘለዋ ኣብ ዓለም ማለት እዩ ስለዚ ያ እዚ እዩ ዝኮን ዘለዎ ኣሕዋት ብተወሳኺ ኤንቪድያ ግን ብጣዕሚ ፅቡቅ ዝኮነ ውፅኢት እያ ምፅያ ዘላ ከምትሪእዎ ዘለኹ ማለት ውፅኢት ክልክሎ 14 ፐርሰንት እያ ጎዲላ ዘላ ግን ሎሚ ትማሊ ቅድሚ ሎሚ ትማሊ ነይርዎም ናይ ኪኖት ወይ ከዓ ሓፈሻዊ ዝህብዎ ማለት እዩ ኢትስ ኖት ባድ በቲ ዝረኣኽዎ ኩሉ ኮን ክንሪኦ ኩሉ ኮን ክንሪኦ ምክንያቱ ነዊሕ ስለ ዝኾነ ሓፈሻዊ ግን ናቱ ጸብጻብ ዘመሓላልፍዎ ዘለዉ ወላ ናይ መኪና ባዕለን ክዝውራ ዝኽእላ ድየን ካልእ ነገራት ብጣዕሚ ጽቡቕ ዝኾነ ውጽኢት የምጽኡ ከም ዘለዉ እየ ቁሩብ ክከታተል ክኢለ ሓፈሻዊ ግን ኦፍኮርስ ኤንቪድያ ኣይ ቲንክ ኢስ ክልተ ትካላት ከምዚ ከተኣምና ዝኽእላ እንተዝህልዋ ነይረን ኣብ ዓለም ኤንቪድያን ኣማዞንን ምኾና ነይረን ማለት እዩ ኦፍኮርስ ናይ ተስላ ኣሎ ይኣምነሉ እየ እምበር ሚእቲ ካብ ሚእቲ ክትኣምን ኣይትኽእልን ኢኻ ምክንያቱ ብዙሕ ኮንትሮቨርሲ ስለ ዘሎ ሓፈሻዊ ከም ሞር ጋራንቲ ተደሊኻ ግን ከም ኣማዞን ፕላስ ኤንቪድያ ካብተን ፅቡቅ ክኸዳ ተኽእሎታት ዘሎ ወይ ካልኦ ተኽእሎታት ዘሎ ትካላት ኢለ ይኣምነለን ኣትለስ ኣነ ማለት እዩ ሰው ማርኬት ክዕፆ ቀሪቡ ኣሎ ከም ዝበልኩኹም 235 ወሪዱ ሲ ብጣዕሚ ቮላታይል ኣብዚ ናይ ኤፍኦኤምሲ ሚቲንግ ገለ ክመፅእ ከሎ ቀልጢፍ እዩ ዝንቀሳቀስ ዕዳጋ ሶ ኣብ ዝሓለፈ ሰላሳ ናይ ሰላሳ ደቂ ሕጂ ተንሪኦ ኔርና ስረይዎ this is just crazy ከምዚ ዋው ካብ ክልተን ሓምሳን ናብ ክልተን ዓሰርተ ሓሙሽተን ካብ ክልተን ዓሰርተ ሓሙሽተን ናብ ክልተን ሓምሳን ካብ ክልተን ሓምሳን ናብ ክልተን ሰላሳን ካብ ክልተን ሰላሳን ናብ ክልተን ሓምሳን ካብ ክልተን ሓምሳን ናብ ክልተን ዕስራን ካብ ክልተን ዕስራን ሕጂ ከዓ ክልተ ሚእትን ኣርብዓን በፂሓ ክልተን ሰላሳን ሓሙሽተን ኣላ ስለዚ ዋላ ገምጋም ክትቦ መዓልታዊ ኢስ ካይንድ ኦፍ ኢምፖሲብል መይቢ ትረንድ ወይ ኩነታት ርኢኻ ደኣ እምበር ከም ትሪእዎ ዘለኹም ላዕልን ታሕትን ላዕልን ታሕትን ላዕልን ታሕትን እዩ ዝብል ስለዚ ተስላ ከዓ ሓንቲ ካብቲኤን ብጣዕሚ ቮላታይል ምስቲ ምዃና ዌል ክስታይ ክህልወካ ኣለዎ ዓቕሊ ክትገብር ክትክእል ኣለካ ወላ እቲ ዶላር ኮስት ኣብሬጅ ዝገብር ከለካ ውሕድ ዝበለ ዲሲኤ እናገበርካ ተኸድካ ተመራፂ ይኸውን ማለት እዩ ያ ኢንቪድያ ከዓ ኦፍኮርስ ሚእትን ኣርባዕተን በፂሓ ዝተሓተ እሳ ከዓ ናብቲ ከባቢያ ናብ ሚእትን ኣርባዓን ክሳብ ሚእትን ዕስራን ገለ ገዛ ኮለ ዝብ ዝነበረት ኣብዚ ግዜ እዚ ግን ያ ኣብቲ ሚእትን ዕስራን ሒዝዋ ኣሎ ይመስል ቁሩብ ግዜ ዕዳጋ ደሓን ክኸውን ዝኽኢሉ ግን ካብተን ቀዳሞት ዝውንጨፋ ወይ ከዓ ላዕሊ ዝኸዳ ክትከውን እያ። ሓንቲ ኣይደኖ ዋይ ጎዲላ ምስቲ ዕዳጋ ተለኪማ እምበር ክትውስኽ ጥራይ ዝፅበያ ትካል እንተሃልያ ከምዝበልኩም ግን መን እያ? ኣማዞን ኣማዞን ከዓ ካብ ክልተ ሚእትን ኣርባዓን ክልተን ናብ ሚእትን ቴስዓን ቴስዓን ሓሙሽተን ከባቢ ወሪዳ ንሪኣ ኣለና ማለት እዩ ስለዚ ደንጊኹም ዝመፃእኩም እንተሃሊኹም ሎሚ ኢንተረስት ሬት ፀብፃብ ዝወሃበሉ እዩ ነይሩ ኣብቲ ፀብፃብ ዝተዋሃበና ሓፈሻዊ ኢንተረስት ሬት ኣይተቆረፀን ዝመጽእ ዘሎ ገምጋም ናይዚ ዓመት ግን ኣውትሉክ ማለት እዩ እቲ ኢኮኖሚዊ ቁጠባ ናይ ኣሜሪካ ቁሩብ ክዝሕትል ክወርድ ከም ዝኽእል እዮም ገምጋም ሂቦም ሪመምበር እዚ ፕሮጀክሽን ከምዚ ንሕና ገምጋም ተስላ 260 ክንበጽሕ ኢና ንብሎ ዘለና ወል ንሶም ዝዓበየ ሓበሬታ ኣለዎም ካባና ንላዕሊ ዝዓበየ ተመክሮ ኣለዎም ንክንደይ ዓመታት እዮም ሰሪዖምሉ ሓፈሻዊ ግን ገምጋም ፕሮጀክሽን እዩ ወላ ደኣ ከምኡ ይኹን እምበር ክፈልጡ ኣይክእሉን እዮም ምክንያቱ ትራምፕ መጽኢ ጽባሕ ካልእ ዓይነት ሓሳባት ናይ ታሪፍ ድዩ ናይ ካልእ ነገራት ከምፅ ዘሎ ትኽእሎታት ብጣዕሚ ልዑል ስለ ዝኾነ ማለት እዩ ስለዚ ዕዳጋ ክዕፆ ኣይቲን ከባቢ ደቃይቂ ተሪፎ ዘሎ ከባቢ ክልተ ደቂ ተሪፎ ኣለኹም ፅዎ ዘለኹም ያ ብዙሕ ክሪኦ ኢና ኣይ ብሊቭ ተስላ ክትወርድ እያ እንዳበልካ እያ ትውስኽ እምበር እዚ ናይ ሎሚ ወሲኻቶ ዘላ ፕሮባብል ፅባሕ ከዓ ጉዲላቶ ክትከይድ ትኽእል እያ ከምኡ ስለ ዝኾነ ትሸጥዎ ማለት ግን ኣይኮነ ምክንያቱ ሎንግ ተርም ክሳብ ዝኾነ ትወፍሪ ኣብቲ ናይ ሾርት ተርም እንተኮይኑ ኦፍኮርስ ሪስክ ከም ዘለዎ ክትፈልጡ ኣለኩም እቲ ናይ ሎንግ ተርም ክሳብ ዝኾነ ግን ኣይ ቲንክ ሽድ ቢ ኦኬ ምክንያቱ ዶናልድ ትራ ኣይ ሚን ኤላን ማስክ ውዒሉ ሓዲሩ ምውፅኢት ምግዳፉ ይተርፎን እዩ ምግዳፉ ይተርፎን እዩ ካብቲ ዕዳጋ ማለት እዩ ስለዚ እያ ብዙሕ ሰብ ክፍዮ ግን ናይ ሓሙሽተ ዓመት ምስ ዝኸውን ዕላማኻ ሾርት ተርም ግን እያ ደሪ ዘሎት ደሪ ዘሎት ትወች ኣውት ፎር ብዙሕ ክንዕዘቦ ክንከታተሎ ዝግባኣና ክህልወና እዩ ምስ ዜናታት ዝመፅ ዘሎ ማለት እዩ ሰው ምምፃእኩም ደጊመ የመስግን ኣሕዋት ሕቶ ዝህለወኩም ድሓን ካብቲ ሕታት ክንከይድና ማለት እዩ ኦኬ ሰላም ሰላም ተስላ ምስ ዘጋጥሞ ዘሎ ተቃውሞ ፅልዋ ይህልዎ ዶ ንኸውን ያ ፅልዋ ስለ ዘለዎ እንዲ ወሪዱ ዘሎ ኦፍኮርስ ብጣዕሚ ፅልዋ ስለ ዘለዎ እዩ ወሪዱ ዘሎ ሓፈሻ ከም ዝበልኩ እዚ ኤለን ማስክ ክሳብ ዝወርድ ስቲል ፅልዋ ክገብረሉ እዩ ኩሉ ግዜ ግን ትፈልጥዋ ዘለኩም ብዙሓት ሰባት ይሰሚዐ ሓንቲ ትካል ኣብ ክልተ ትካል ጥራይ ከተዋፍር ገለ ጅስት ቢ ኬርፉል ጅስት ቢ ኬርፉል ብዘየገድስ ተስላ ድያ ብዘየገድስ ኣማዞን ድያ ኣብ ሓንቲ ኣሚንኩም ከይትጓዓዙ ንኩሉ ግዜ ኩሉ ግዜ ዳይቨርሲፋይ ምግባር ክንፈቱ ኣለና ንኣብነት ናይ ዓሰርተ ገዛውቲ ከግዝእ ዝኽእል ገንዘብ እንተሃለና ኩሉ ይኮነ ናብ ሓንቲ ገዛ ኦፍኮርስ ብዙሕ ዲስካውንት ወይ ዋጋ ዕዳጋ ተረኪብና ደሪዘ ፖሲቢሊቲ እንተዘይኮይኑ ግን ሓንቲ እቲኣ ከተማ ሓንቲ እቲኣ ሓንቲ እቲኣ እዚ ዓይነቱ ክንገብሮ ከለና ብዙሕ ውፅኢት ገብረና ክእል ማለት እዩ እቲ ሪስክ ናትናስ ከውሕዶ ይኽእል ማለት እዩ ውፅኢት ክብሉ ከለኩ ሰያ ከምኡ ክኾን ማለት ኣቱም ሰባት ኣይክፈሎን እዩ ሸር ሸር በሉ ሸር በሉ ኣሕዋት እያ ከመይ መስለካ ን ሶላና ሶፋይ ሶፋይ ኣይደኖ እቲ ሪንማንታል ኣይ ቲንክ ትውስኻ ናይ ኣባላት ኮ ዝሓለፈ ሓቲቶሙኒ ነይሮም ኣባላት ናትና እዮም ኣምፅኦማ ነይሮም ኣባላት ኮ ተረሊኹም ኣለኩም ኣብዚ ናይ ዩቲብ ወይ ኣብ ናይ ፔትሮን ጆይን ክትገብሩ ትኽእሉ ኢኹም ሰንበት ሰንበት ትምህርቲ ኣለና ማለት እዩ ሪመንታል ናይ ጀርመን ዘላ ኣብዚ ቀረባ እዮም ኣፍሊጦምኒ ኣይ ቲንክ ፅቡቅ እያ ትኸይድ ዘላ ስቲል ፅቡቅ ክኸይድ ዝብል እምነት ኣለኒ ምክንያቱ ዶናልድ ትራምፕ ኣይድግፈኩምን እየ ክሳብ ዝበሎም ናቶም ኩናት እንታይ ዝበሃል ናቶም ኣፅዋር ክሰርሑ እዮም ስለዚ ካብተን ቀዳሞት ኣፅዋር ዘብላ ምዃና እየ ፈሊጠ ዘለኹ ሪመንታል ማለት ስለዚ ያ ምዚ ናይ ኣፅዋር ነገራት ፅቡቅ ክትከይድ እያ ዝብል እምነት ኣለኒ ብጣዕሚ ሪሴሽን ብጣዕሚ ፀገም እንተመፅኡ ኣብ ዓለምና ሙሉእ ግን ኦፍኮርስ ንኩሉ ፅልዋ ክገብረሉ ይኽእል ፀገም ናይዚአን ግን ልዕሊ ሚእቲ ፐርሰንት ወሲኻ ትኸውን እያ ኣብዚ ግዜ ዝወርድ ብዚ ዓመት ጥራሕ ዕዳጋ ዕለት ሓደ ወር ሓደ ጀሚርካ ናይ ካልእ እንታይ ኢልካኒ ናይ ሶላና ኢት ኦል ዲፐንድስ ኣብ ቢትኮይን ናይ ሶላና ተኮይኑ ኣሕዋት ቢቲሲ ክትወርድ ከላ በዓል ሶላና ብክልተ ዕፅፊ ገለ መለእን ዝወርድ ዝበዝሐ ግዜ ን ቢትኮይን ካኣ ሰብዓን ሽዱሽተን ወሪዳ እያ ዝነበረት ኣብዚ ግዜ እዚ ትሪእዋ ተሃሊኩም ሎሚ እኳ ወሲካ እያ ዘላ ኦፍ ኮርስ ናይ ሓሙሽተ ፐርስ ከባቢ ሰለስተ ፐርሰንት ወሲካ ኣላ ግን ሰማንያን ሽዱሽተን በጺሓ ነይራ ኣብዚ ኦልሞስት ሰማንያን ሽዱሽተን ሃሪማ ናይ ሓሙሽተ ሚእቲ ጎዲላ ኣላ ሶ ሶላና ያ ምስኡ ዝተተሓሓዘ እዩ ኣይ ቲንክ ኢትስ ኖት ስቲል ክወርድ እዩ ዝብል እምነት ኣለና ኣነ ማለት ቢትኮይን እንተወሪዱ ሶፋይ ከዓ እያ ሶፋይ ከዓ ማይ ጉድ ስታርት ግን ባንኪን ካብተን ዝህሳ እየን ሪሰርችን ግን እንተመፂና ብጣዕሚ ኣወሪዳ ዘላ ግን ሪመምበር ኩሉ ክንዝክሮ ዘለና ግን ሸውዓተ ሽዱሽተ ቅርሺ እያ ነይራ ኣብ ዝሓለፈ ዓመት እዚ ከነዋፍረላ ከለና ንሕና ኣነስ ኣብ ዓሰርተ ከላ ድያ ዓሰርተ ሓደ ዓሰርተ ክልተ ዝሸጥኩዎ ከባቢ ሸውዓተ ቅርሺ እዩ ነይሩ ብሓንሳብ ዝገዛእናዮ ብዙሓት ነይርና ኣይ ቲንክ ዘወዝኡ ነይሮም ኣብቲ ኣባላት ማለት እዩ ስለዚ ያ ስቲል ጎዲላ ንብላ ኣለና እምበር ኣይጎደለት ንዕፅፊ ዳርጋ እያ ዘላ ስቲል ካብዚ ሽዱሽተ ሸውዓተ ወርሒ ማለት እዩ ሶ ኣይ ብሊቭ ዕዳጋ ቁርብ ክወርድ እንተጀሚሩ ክሳብ ዓሰርተ ቅርሺ ክትበፅሐ ዝብል እምነት ይህልወና ኣነ ኣይ ቲንክ ዳስ ወን እቲ ጉድ ታይም ወይ ከዓ ፅቡቅ ግዜ ንምግዛእ ክኸውን ይኽእል እዩ ዝብል እምነት ዘለና ማለት እዩ ካሊፎርኒያ ፐርሚት ኣድቫንሲን ኣምቢሽንስ ኣድቫንሲን ታክሲ ኣምቢሽንስ የስ የስ የስ የስ ሎሚ ፐርሚሽን ናቱካ መፅእ ኣሎ ታንኪ ታንኪ ያ ፍትሓውያን ንኹን ያ ናይ ካሊፎርኒያ ኣብ ዝተፈላለዩ ቦታታት ብዙሕ ፐርሚሽን ክመፃ እዩ ዝብል እምነት ኣለኒ እንታይ ድዩ ንግዚኡ ግን ብዙሕ መግዝእ ክኾነና ክእል እዩ እንተጎደለ ኣይምን ገንዘብካ ክጎድል ደስ ኣይብለካን እዩ ዋላ እንተ ጎደለ ክብል ከለኹስ ብኔጌቲቭ ክትቅበሉ የብልኩም ሓፈሻኡ ግን ዋላ ክልተ ኣነ ኣብነት ኣነ ማለት ናተይ ፐርሰናል ትሕቲ ሰለስተ ሚእቲ ከላ ተስላ ሎንግ ታይም ዝበልኩ እየ ዋላ ኣርባዕተ ሚእቲ ከላ ዝበልኩ እያ ትሕቲ ሰለስተ ሚእቲ ከላ ናተይ ሕልሚ ማለት እዩ ሓሙሽተ ሚእቲ ክሳብ ሓደ ሽሕ ብርኪ ንምውናን እዩ ብከመይ መገዲ እዩ ክንሪኦ ኢና ኦፍኮርስ ብፍላይ ኣነ ካልእ ኢንቨስትመንት ብዙሕ ስለ ዘለኒ ምስ ግዜ ዝኸይድ ብሓፈሻ ግን ናተይ ሕልሚ ሕጂ ኣብኡ እዩ ትሕቲ ሰለስተ ሚእቲ ከላስ ከመይ ገይረ ሓሙሽተ ሚእቲ ብርኪ ይሕስ ትሕቲ ሰለስተ ሚእቲ ከላ ኦፍኮርስ ኖ ኣቨሬጅ ናተይ ማለት እዩ ስለዚ ያ ትሕቲ ክልተ ሚእቲ ተወረደትለይ ንኣብነት እቲ ናተይ ኣቨሬጅ ብጣዕሚ የጉድለለይ ስለ ዘሎ ብፖዘቲቭ እየ ዝሪኦ ፐርሰናል ንዓኹም ብሕማቅ ክኸውን ይኽእል ሓፈሻዊ ግን ብከምኡ መልክዕ እየ ኣነ ዝሪኦ ኩሉ ግዜ ማለት እዩ ብሑሱር ከሎስ ክንገዝኦ ይሓይሽ ካብ ምስ ከበረ ዝዓይነቱ ከምዚ ሎሚ ገዚእካ ድሕሪ ሰሙን ድሕሪ ወርሒ ድሕሪ ክልተ ወርሒ ዝሸጠጡ ኮይንካ ግን ኣብ ስዑዲ ዲል ክኸብደልካ ወይ ከዓ ክውሳልካ ትደሊ ሰላም ሰላም ብርሂን ዝበለፀ ሓሙሽተ ስቶክስ ብናቶም ተመክሮን ሓሳባትን ትሰርዐን መነመን እየን ኣብቲ ኣባላት ናይ ኣባላት ኣይ ቲንክ ሞር ካብ እዚኣን እዚኣን እዚኣን ኢለ መብሓደ ዝህበኩም እንታይ ስለ ዝሰርሐ እየን ዝበለፃ ዝኾና ዘለዋ ናተን ሓሳባት ናተን ክሳይ ክበኩም ከለኹም ተመራጺ ኮይኑ ይስምዓኒ እሞ ከኣ ሓሙሽተ ከም ዝበልክያ ቁጽሪ ብጣዕሚ ብዙሕ እዩ ቀሊል ኣይኮነን ኣማዞን ግን ሓንቲ ላትካ ካብን ብዝተፈላለየ መልክዕ ማለት እዩ ማይክሮ ስትራቴጂ ኤምኤስቲኣር ኤምኤስቲኣር ከዓ ብዙሕ ቢትኮይን ገዚኦም ኣለዉ ሕጂ ኤምኤስቲኣር ያ ሰለስተ ሚእትን ሓሙሽተን ከይዶም ኣለዉ ሎሚ ሶ ደሊድ ፅቡቅ ከይዶም ተስላ ቮላታይል እያ ላዕልን ታሕትን ምስ ኢለኩም ተስላ 15 ፐርሰንት ንመዓልቲ ትጎድል እንተኮይና ማይክሮ ስትራቴጂ ወይ ስትራቴጂ ተባሂላ ፅዋዕ ኣብዚ ግዜ እዚ ኤምኤስቲኣር ከዓ ከባቢ 30 ፐርሰንት ዕፅፊ ናይ ተስላ ማለት እዩ ሶ ጅስት ሃፍቱ ቢ ኬርፉል እቲ ሪስክ ምስኡ ዘሎ ክትፈልጥዎ ኣለኩም ምስ ማይክሮ ስትራቴጂ ምክንያቱ ቢትኮይን 5 ፐርሰንት ክትጎድል ንሳ 15 20 ፐርሰንት እያ ትጎድል ስለዚ ኣብ መዓልቲ ክሳብ እሞ ከዓ ቢትኮይን 10 ፐርሰንት ትጎድል እያ መዓልቲ ስለዚ ማይክሮ ስትራቴጂ ክሳብ 34 ፐርሰንት ክትጎድል ዘሎ ተኽእሎታት ብጣዕሚ ልዑል እዩ ቢ ኬርፉል በት ኣይ ቲንክ ኢት ሹድ ቢ ፋይን ሎንግ ተርም ማይክሮ ስትራተጂ ደሓን ክትከውን እያ ዝብል እምነት ኣለኒ ቢትኮይን ግን ንግዚኡ ስትራግል ትገብር ኣላ ኣብዚ ትሕቲ ቴስዓ ትሕቲ ቴስዓ ስትራግል ትገብር ኣላ ሓንቲ ግዜ ልዕሊ ቴስዓ ብሬክኣውት ምስ ገበረት ግን ፖሲብል ማይክሮ ስትራተጂ ላዕሊ ክትከይድ ትኽእል እያ ስለዚ እያ ኣይ ቲንክ ሰለስተን ሰላሳን እያ ቀኒያ ነይራ ስቲል ዋላ ሰለስተ ሚእቲ ፅቡቕ ዋጋ እዩ ዝብሎ ኣነ but we will see ከመይ ክከይድ እዚ ኢኮኖሚ ዝበልኩም ብሓፈሻ እዚ ናይ ገምጋም ተዋሂብና ዘሎ ናይ ኤፍኦኤምሲ ቱደይ ናይ ሎም ተዋሂብና ዘሎ ፅልዋ ክገብረሉ ዘሎ ተኽእሎታት ብጣዕሚ ልዑል እዩ ስቶክ እንተደሊኹም ንብርሂን ፎሎው ግበርዎ ኣነ ናብ ክሪፕቶ ዘንቢለ እየ ክሪፕቶ ቢትኮይን ጥራይ ኣነ ናብ ክሪፕቶ ኦኬ ብርሂን ብሮ ገንዘብስ ብክንደይ ተጀምር ተመራፂ ይኸውን ኣብዚ ግዜ እዚ ከባቢ ክንደይ ክትብሎ ከቢድ እዩ ዕስራ ሰላሳ ፐርሰንት ካብቲ ከተዋፍሮ ሓሲብክዮ ዘለካ ገንዘብ ኣይ ቲንክ ሽድ ቢ ፌር ሜቢ ኔክስት ታይም ዓሰርተ ፐርሰንት ክብለካ ክእል እየ ክልተ ግዜ ዘረባ ከይዛረብ ግን ኣብዚ ግዜ እዚ ማለት እዩ ኣብዚ ግዜ እዚ ምክንያቱ ግዜ በበይኑ ክኸውን ይኽእል እዩ ካብ ዓሰርተ ክሳብ ዕስራ ፐርሰንት ቀስ ብቐስ ሽዑ ሰሙናዊ ድዩ ክልተ ወርሒ እናረእኻ ክትከይ ትኽእል ኢኻ ወይ ንኸ እናረእኺ ሓፈሻዊ ግን ሰንበት ትምህርቲ ስለ ዘለና ወይ ቅድሚ ሰንበት ተጥዒምና መደክበኩም ክእል ኣብ ዙም ማለት እዩ ሜቢ ኣብኡ ዲስካስ ንገብሮ ኣለና ፅቡቅ ጌርና ሰላም ሰላም ተስፉ ጃስቲን ፈርስት ሶላና ኢቲኤፍ ቱ ላንች ኢን ደ ዩኤስ ቱሞሮ ዋቸር ግሩ ፈርስት ሶላና ኢቲ ኣሃ ኦኬ ኢንቲኤፍ እንታይ ድሞ ከምዚ ኢቲኤፍ ወዲ ኢቲኤፍ ክመፅእ ከሎ ሃይፕ ይፀንሕ ምሽ ኣብ ትሽዑ ግዜ ግን ይጎድል እዩ ክሪኤልኩም ዶ ናይ ክሪፕቶ ክሪኤልኩም ስፐሲፊክሊ ስፐሲፊክ ልክሪኤልኩም ክሪፕቶ ባብል ክሪፕቶ ባብል ኣይነ ክሪስ ዋን ባብል እናገበረት ኣሃ ቢትኮይን ፎር ፐርሰንት ኢተረምስ ኦ ኢተርም ሎም ኣባ ልዕሊ ክልተ ሽሕ ከይዳ እንኳ ሓጎሰኩም እስከ በሉ እምበር ደቂሳ ዝነበረት ኣርባዓን ክልተን ፐርሰንት ይርትዴስ ዋ ኩሉ ግሪን እዩ ዘሎ ኣብዚ ተስተውዒልኩምሉ ከምኡ ዝብለኩም ዘለኹ ናይ በዓል ሶላና ናይ በዓል ገለ ክንዛረብ ከለና ዝበዝሐ ግዜ ቢትኮይን እያ ተንቀሳቕሶ ቢትኮይን እያ ተንቀሳቐሶ ኮይን ቤዝስ ክበሎ ክንከይድ ኮይን ማርኬት ካባ ያ ሶ ቢትኮይን ሰለስተ ነጥቢ ሽዱሽተ ፐርሰንት ኣብዚ ወርስ ፎር ፐርሰንት ክትውስኽ ከላ ኢተረም ሰቨን ፐርሰንት ኤክስኣርፒ ቴን ፐርሰንት ዋው ዳውን ንምንታይ ዳ ጎሊላ ኣይ ቲንክ ብዙሕ ወሲኻ ቀኒያ ሶላና ከዓ ኤት ፐርሰንት ከምኡ እዩ በቃ ናይ ቢትኮይን ዳርጋ ዕፅፊ ክትሓስብሉን ኣለኩም እዚአን ማለት እዩ ኩሉ ግዜ ይኮነን ንሎንግ ተርም ቢትኮይን እያ ዝበለፀ ውፅኢት ከተምፅእ ዝርያ ኣነ ሓፈሻዊ ሾርት ተርም ከምዚ ናይ ቀልጢፉ ናይ ምውሳኽ ናይ ምጉዳልን ክኸውን ከሎ ግን እዚ ታቲስለዋ ዝገብረሉ ስለዚ ሸሞንተ ፐርሰንት ወሲኻ ንሪኣ ኣለና ኣብዚ ግዜ ኤክስኣርፒ ከዓ ዓሰርተ ፐርሰንት ወሲኻ ኣላ ማለት እዩ ከምኡ ክብለኩም ግን ኣብዚ ወርሒ ብጣዕሚ ጎዲለን ቅንየን ይመስለኒ ሰሙን ዓሰርተ ክልተ ፐርሰንት ሶላና ሰቨን ፐርሰንት ኣብዚ ሰሙን ኢተርም ከማን ኤይት ፐርሰንት ከይዳ ዌል እያ ኣጅስ ኢንቨስት ኢን ቢትኮይን ከዋፍርቲ ኮይና ኣብ ቢትኮይን ብምውፋር ብዙሕ

ነዋይ ዲዲስ ክንደይ ጎዲላ ኣላ ማለት እዩ ዓሰርተ ሸውዓተ ፐርሰንት ጎዲላ ኣላ ካብ ኦል ታይም ሃይ ክንሪኦ ከለና ማለት እዩ ሶ ካብዚአን ዝፈትወ እንተሃልየን ኢንቪድያ ተስላ ኣማዞን እየን ሜይንሊ ማለት እዩ ብድሕሪአን ተሰርዐን ከዓ ኦፍኮርስ መታ ጉግል ኦፍኮርስ ኪኪኪ ኣለና እንዲ ብዓብዪ ኣደን ኣብል ኣፕል ደሞ ዝካ ማይክሮሶፍት ሪቦብ ደሲ ተመሳሳሊ ን ዝኾነ ዘለማ ስለዚ ኣማዞን እቲ ሃይ ሪስክ ሃይ ሪዋርድ ዘይኮነ ደሓን ሪስክ ፅቡቅ ውፅኢት ከተምፅእ ካብተን ዝኸላ ትካላት ኣብዚ ግዜ እዚ ማለት እዩ ራይ ዲዩ ሃቭ ግሩፕ ቻት ጆይን ዩ የስ ኣባላት ጥራይ ግን ኣባላት ኣባላት ናይ ኣባላት ጥራይ ሪስክ ተይኳ መዠርድ ክኾኑ ኣለዎም፣ ዝተዓቀነ ክኾኑ ኣለዎም። XRP ንነዊሕ ግዜ ክነዋፍረሉ ከመይ ምኽሪ ኣይኮነን። I think ምኽሪ ክህበኩም ኣይክእልን እየ ኤማ ሜይንሊ ሞር ኣብ ኤክስፐርት ኣብ ኖይዝ ቶኬ ኣብኡ ከኣ ሞር ሃይፕ ሞር ክስታይ ስለ ዘለዎ ምስ በዓል XRP I don't know I just I wouldn't invest now basically ኣብዚ ግዜ እዚ ዘላቶ ዋጋ ኣይመዋፈርኩሉን ብዙሕ ክጎድል ከም ዝኽእል እዩ ገምጋም ሓሳባት ዘለና ማለት እዩ ብዛዕባ ግራብ ን ሮኬት ላብ ገለ በለና ኣይ ቲንክ ናይ ክልቲኤን ትካላት ኣለኒ ናይ ክልቲኤን ትካላት ኣለኒ ናይ ክልቲኤን ካብቲ ዝበዝሐ ኣይኮነን ናይ ክልቲኤን ካብተን ዝወሓደ ዘለኒ ብርክታት እዩ ኣክቹሊ ሶ ወዝ ግራብ ግራብ ኢዝ ኳሊቲ ስቶክ ኳሊቲ ስቶክ ኣይ ብሊቭ ኢት ውድ ቢ ኣራውንድ 10 by twenty twenty seven ከባቢ ዓሰርተ ቅርሺ ገላ ክትበፅሕ ዘሎ ተኽእሎታት ብጣዕሚ ልዑል እዩ so it was good opportunity እዚ actually ኣብዚ ኣርባዕተ ፐርሰንት ፊር ከሎ ትሕቲ ኣርባዕተ ፅቡቕ ክገዝኣላ ዝብል ኣነ ቁፅሪ ዝነበረ እዩ ማለት እዩ ኣብኡ ከይበፅሐት ሃሪማ ስለዚ ግራብ እያ ፅቡቕ ናይዚ ኢስት ኤሽያ ዘሎ እዩ ስለዚ ኣብኡ ከዓ ኣብቲ ደቨሎፒን ብጣዕሚ ዕብየት ዘርኢ ዘሎ ዓድታት ክሳብ ዝኾነ ፅቡቅ ውፅኢት ከተምፅእ ተኽእሎ ኣሎ ሮኬት ላብ ግን ኢስ ኤክስትሪምሊ ሪስክ ኣሎ ሪስክ ኣለዎ ምስ ዝተተሓሓዘ ሪዋርድ ከዓ ክህልዎ ተኽእሎታት ኣለዎ ስቲል ብርክ ኣለኒ ኣነ ከምኡ ክብለኩም ግን ካብቲ ዘይፈልጦ ብጣዕሚ ሪስክ ዝወሲደላ ዘለኹ ትካልካ እዚኣ እያ ሮኬት ላብ እያ ማለት እዩ

ኣብ ክልቲኡ ኣሎ ስለዚ ጆይን ክትገብር ተስፋ ገብር ዝመፅ ዘሎ ሰንበት ኣገዳሲ ስለ ዝኾነ ኣብኡ ከነፅር ከብሎ ክእለ ሓፈሻዊ ግን ብሕፅር ዝበለ ኦፕሽን ክኸውን ከሎ ከምዚ ኮንትራት እዩ ክልቲኡ ኮንትራት እዩ ከምዚ ንለቨሬጅ ንልቓሕ ዝጠቅም እዩ እንተኾነ ግን ኦፕሽን ከምዚ ንኣብነት ተስላ 230 ኣላ ሕጂ 250 ትበፅሕ ድሕሪ ዓመት እንተይለ ንኣብነት ክልተ ሽሕን ዕስራን ሽዱሽተን ወርሒ ኣርባዕተ እንተይለ እያ ክልተ ሽሕን ዕስራን ሓም- ሓምሳን ትበፅሕ ወል ክልተ ሚእትን ሓምሳን እንተዘይበፂሓ እቲ ከፊልዮ ዘለኹ ውሕድ ገንዘብ እዩ ከም ከም ናይ ገዛ ዳውን ፔመንት ከፍሎ በልዎ ልክዕ ንሱ ይውሰድ ማለት እዩ ተበሊዐ ኣለኹ ተወሲዱ ኣሎ ኣጋጣሚ ሓሙሽተ ሚእቲ ተበፂሓ ግን ብክልተ ሚእትን ሓምሳን ክገዝኣ ንተስላ ግዴታ ኣለኒ ስለዚ ኣይ ሃቭ ደ ራይት ባት ኖት ኦብሊጌሽን ቱ ባይ ኢት ማለት እዩ ስለዚ ኢትስ ቢት ኮምፕሊኬትድ ብዙሕ ኤክስፕላኔሽን ዘድልዮ እዩ ሲኤፍዲ እንተኮይኑ ግን ኣብ ኣብ- ኣብዚ እንተይባል ኤውሮጳ ብፍላይ ብጣዕሚ ንጥቀመሉ እዩ ኮንትራክት ፎር ዲፈረንስስ ኮይኑ እስ ጅስ ብሰለስተ ዕፅፊ ብኣርባዕተ ዕፅፊ ብሓሙሽተ ዕፅፊ ጌርካ ንሓንቲ ብርኪ ትገዛይ ንኣብነት ሽሕ ገንዘብ እንተሃልዩኒ ሽሕ ፓውንድ ማለት እዩ ክልተ ብርኪ ናይ ሓንቲ ናይ መታ ንብሎ ናይ ፌስቡክ ክልተ ብርኪ ክገዝእ ዝኽእል ተኮይነ ሲኤፍዲ ብምጥቃም ግን ዓሰርተ ክገዝእ ይኽእል እየ ምክንያቱ ብሓሙሽተ ከተባዝሓለይ ትኽእል እያ ግን ብጣዕሚ ሪስክ እዩ ምክንያቱ ኣጋጣሚ ኮይኑ መታ ናይ ዓሰርተ ዕስራ ፐርሰንት እንተጎዲላ ብሓንቲ ግዜ ድምፂ የለን ጆ ኣየ ዓሰርተ ዕስራ ፐርሰንት እንተጎዲላ ብጣዕሚ ስሒን እያ ኣለኹ ማለት እዩ ከይዱ ኣሎ ሰሌ ናኖ ስታር ገይረልካ ኣለኹ ብኸመይ ደኣ ኣብቲ ናይ ኮመንት ሴክሽን ኣነ ሰለሙን የልካ ፀሓፍ እሞ ናይ ኣባላት ምልክት ክበካ እየ ሰሌ ኣለካ ኣለካ ሰሌ ኣባል እንዲካ ዘለካ ስለዚ ናይ ኣባላት ክበካ እየ ንምንታይ ዘይበልካ ኖ ዊ ካኖት ኢንቨስት ኢን ስፔስ ኤክስ ኖ ኖ

ትቢኤንስ ፋንዳሜንታል ናታ ኣይረኣኹዎን ኣለኹ ባኡ ዋዲዱ ኢዝ ስፐሲፊክሊ ኣብ ጉግል ከይደ ከብልልካ ክእል እየ ኣብ ስቶክ ዝኾነ እንቋዕ ብድሓን መፃኩም ኩሎም ኣሕዋት ሶ ኣፕሎቪን ኣብዚ ዓመት ክንደይ ከይዳ ኣላ ስለስ ኣርባዕተ ሚእቲ ስ- ልዕሊ ሰለስተ ሚእቲ ፐርሰንት ሶ ቤዚክሊ እንታይ ዘይገብሩ እዚኦም ኣብ ናይ ኣድቨርታይዚንግ ኮይኑ ናይ ሞባይል ቴክኖሎጂ ካምፓኒ ሄድኳርተር ኢን ፓውሎ ኣልቶ ብለና ኣሎ ብትሪኦ ኣለኻ ኮርፖሬሽን ኣሜሪካን ሞባይል ሶ ኣይ ቲንክ ኢስ ጽቡቕ ሞነታይዝ ኣናላይዝ ይገብሩ እዮም ብፍላይ ምስ ናይ ኤኣይ መጽዩ ዘሎ ማለት እዩ ስፔሲፊክሊ ውሽጢ ኣትየ ግን ናቶም ፋንዳሜንታል ኣይረኣኽዎን ኣለኹ ስለዚ ናቶም ፒኢሮሾ ብሕጽር ዝበለ ተንሪኦ ነርና ኣብዚ ክስተን 86 ክሳብ 300 በጺሓ ነራ ማርኬት ካብ ናታ 100 ቢልዮን እዩ ኦኬ ፒኢሮሾ 65 እዩ ኣይ ቲንክ ኢዝ ኦኬ ምስ ናይ ቴክኖሎጂ ትካላት ግን ካብተን ቀዳሞት ዝህስያ ክትከውን ዘሎ ተኽእሎታት ብጣዕሚ ልዑል እዩ ዝወርሒ ከመይ ከይዳልና ያ 4 ፐርሰንት ምክንያቱ ማዕረ ከምኡ ዝወሰኸ ቀልጢፉ እሞ ከዓ እቲ ናቱ ፒኢ ሬሾ ልዑል እንተኮይኑ ኣብ ግዜ ሪሰሽ ናብ ሕማቕ ቁጠባ ቀልጢፈን ተሃሰይቲ እየን ዝኾና ማለት እዩ ያ ኣብ ውሽጢ ኣትየ ግን ኣይ ደኖው እስከ ክሪኤልካ ስቶክ ኣናሊሲስ ክኸይድ የብለ ይኸው ክኸይድ ሓሲበ ፅኒሐ ኣፕሎቪን ኣፕሎቪን ኣፕሎቪን ኣፕሎቪን ኣውትሎቪን መትሪክስ ኣድቨርታይዚንግ ከም ትሪኦ ዘለካ ግሮዝ ናይ ኣፕሊኬሽንስ ኣለዎም ኣብዚ ዲስ ኢዝ ናቶም ረቨኒ ሰግመንት ማለት እዩ ሶ ልጅ ልቲ ኣድቨርታይዚንግ ፅቡቅ ዝኸይድ ዘሎ ትሪኦ እንተሃሊኻ ብጣዕሚ ፅቡቅ እዩ ዝኸ ዘሎ ኣድቨርታይዚንግ ናይ ማርኬት ካፕ ሚእቲ ቢልዮን ከባቢ ክኸውን ንግባኣ ኢንተርፕራይዝ ቫልዩ ናይ ከምኡ ዝገልፅ እዩ ኣብር ኣሎ ረቨኒ ኣርባዕተ ቢልዮን ግሮስ ፕሮፊት ሰለስተ ቢልዮን ኢፒኤስ ኣርባዕተ ኢስኖቱ ባድ ቢነስ ናታ ፎርዋርድ ፒኢ ኣርባዓን ክልተን ልትል ቢት ሃይ ኮምፔርት ናቶም ዘእትዎ ዘለዎ ግን ብጣዕሚ ፅቡቅ ኮይኑ ይስማዓኒ ሶ ኣይ ቲንክ ብዙሕ ክትወርድ ትፅቢት ትገብረሉ ምስ ዘሎ ቁጠባ እንተዘይጎዲሉ ግን ካብተን ላዕሊ ክትከዳ ዝኽእላ ኢኻ ምክንያቱ ናታ ግሮስ ማርጂን ከባቢ ሰብዓን ሓሙሽተን ፐርሰንት እዩ ሰሎት ሰላሳን ኣርባዕተን ሰላሳን ሰለስተን ፐርሰንት ኦፐሬቲንግ ናይ ፕሮፊት ማርጂን ከዓ ብጣዕሚ ልዑል እዩ ሰላሳን ሰለስተን ፐርሰንት ፕሮፊት ማርጂን ብጣዕሚ ሃይ ወይ ከዓ ብጣዕሚ ልዑል ልዑል እዩ ዝኸውን ዘሎ ማለት እዩ ሶ ኣይ ቲንክ ፅቡቅ ኣታዊታት ዘለዎም ኮይኑ ይስማዓኒ ዝናቶም ስታቲስቲክስ ማለት እዩ ከም ዝበልኩካ ግን ምስ ካልእ ኣወዳዲረ ወይ ገለ ርእያ ዘይኮንኩ ተመሊስካ ባዕልካ መፅናዕቲ ክትገብረላ ይምሕፀን ዝበሃል ሓቂ እምበር እያ ብዙሓት ብዙሓት እዮም ዝሓቱኒ እዚኣ መስለኒ ፅቡቅ ገይረ ሓደ መዓልቲ ድሓን ፋንዳሜንታል ናታ ክሪኦ ኣለኒ ባዕለይ ሶ ተስላ 236 ያ ተስላ ማይክሮን ሎሚ ድዩ ኤርኒ ናይ ማይክሮን ኤርኒንግ ኤርኒንግ ክሪኦ ልኩም ናይ ማይክሮን ኤርኒንግ ኣለዎ ሓሙስ እዩ ፅባሕ ጽባሕ ኣለዋ የፍቅዱለይና ኣለዉ ንኣነ ክርእዮትና ኣሜን ብሓፈሻ ግን ጽባሕ ኣለዋ ኤርኒን መስለኒ እስከ ዮኒ ጽቡቅ ኣለዎ ኦኬ ታንኪዩ ታንኪዩ ሰለሙን ዩኤስኤ ኣብዚ ዘይኮንኮ ኮመንት ትገብር ኣብ ክስታይ ሰለ ተረዲእንዎ ሰለሙን ደበሳይ ኣብ ክስታይ እምበር ኣብቲ ካልእ ቪድዮ ኣብዛ ቪድዮ ንኣብነት ምስ ወዳእና ከምኣ ኢልካ ጸሓፈላ ሰለሙን ዩኤስኤ ኢልካ ጸሓፈላ ኣብቲ ናይ ኮመንት ናይ ኮመንት ማለት እዩ ኣባል ኢኻ የስ ኣብዚኣ እዚኣ ኣብዚኣ ማት ኣይኮንኩን ኣብ ኣብ ኮመንት ሴክሽን ብዛዕባ ኤክስ ኣርፒ ዶ ገል በለና ብዛዕባ ኤክስ ኣርፒ ድሓን ኣብ ቀጻሊ ጆኒ ታንክስ ብርሂን ትምህርቲ ናይ ስቶክ ናይ ክሪፕቶ ምስ ጀመርኩ ድሕሪ ወርሒ ገለ ማለት እዩ ሰላማት ብርሂን ምልክት ዝግበረለይ ናይ ኣባል እንተዘይ ጌርካለይ ክትገብር እብሉ ኣለካ ኣለካ እንዲኻ እሞ ሮቢ ኣባል ኣለካ ኣባል ኣለካ ምልክት እዚኣ ምልክት ናይ እንታይ ትመስል ሽጉርትሪያ ዋላ መፍትሒ ትመስል ነፍሲ ነገር መለ ናይ ኮሚያ ብዝኾነ ተንኪ ብምፃእኩም ኣሕዋት ናይ ሎሚ ዝነበረ ፀብፃብ ወል ብዙሕ ዘንቀሳቕስ ኣይኮነን ብዙሕ ዘፍርሕ ኣሎ ብሓፈሻ ዝገለፆ ንሱ እንታይ ኣንሰርተንቲ ወይ ከዓ ዘይተፈለጠ ነገር ብዙሕ ስለ ዘለና ምስኡ ኣዳብት ክንገብር ኢና እዩ ኢሉ ዘሎ ማለት እዩ ኣይ ቲንክ ዕዳጋ ንግዚኡ መይቢ ብዙሕ ኣይፀልኦን ከምዚ ፍርቂ ፍርቂ ዓይነት ማለት እዩ ብፍላይ ናይ ሬስክ በዓል ተስላ እንተርእና ቁርብ ክውስኽ ኢና ነርና ግን ብጣዕሚ ጎዲሉ ስለ ፀንሐ ኣትሊስት ንእሽተይ ትንፋስ ረኺቡ እምበር እቲ ምጉዳል ዘሎ ተኽእሎታት ብጣዕሚ ልዑል እዩ ንግዚኡ ሓንቲ ምክሪ ግን ብጣዕሚ ብለቨረጅ ወይ ብኦፕሽን ጌርኩም ብጣዕሚ ሪስክ ክትወስዱ ሪስክ ዝውሰደሉ ግዜ ኣይኮነን ስለዚ ጥንቅቕ በሉ ክብለኩም ይደሊ ምሳይ ምፅናሕኩም ብልቢ እንዳመስገንኩ እቲም ኣባላ ዝኾንኩም ሶኒ ኣይሚን ሰንበት የራኽበና ካልእ ካድሓን ኣብ ቀፃሊ ክንህበኩም ኢና ሰሰናይ